ሰላም ተኸታተልቲ ናይ ቻነል ከመይ ከኒኹም ከመይ ትኾኑ ሰናይ ክትኮኑ ናይ ወትሩ ምንዮተ እዩ ሎሚ ሓንቲ ኣገዳሲት ኣርእስቲ ቁሩብ እውን ሕይል ዝበለት ኣርእስቲ የግዳስ ንኹልና ኣተሓሳስባና ከተንቅሓናን ከተዕብየናን ትኽእል እያ ዝበልኳ ይሒ ዘቕሪበ ዘለኹ ናይ ሎሚ ኣርእስቲ መጀመርያ ብዛዕባ ጉዕዞ ናይ ፍቕሪ ናይ ሓዳር እያ ክትከውን ንሳ ድማ እታ ኣፍቃሪትካ፣ እታ መጻምድትኻ፣ እታ መናብርትኻ፣ እታ በዓልቲ ቤትካሲ ሕጉስቲ ድያ ዘላ ምሳኻ ወላ ኣይሕጉስትን ትፈልጠሉን ትፍትሸሉን ትምርምረሉን መኽርታትን ጥበባትን ክንርኢ ኢና። መቸም ኣብ ሂወት ብሓደ ክትነብር ከለኻ ብዝተፈላለየ መንገዲ ትጸላሎ ኢኻ። ክልተ ሰባት ብሓደ ክነብሩ እንተጀሚሮም ናይ ግድን እዮም ክጸላለዉ። እቲ ሕቶ እንታይ ዓይነት ጽልዋ ኢና ንኸውን ዘለና? ናይ ጽቡቕ ጽልዋ ዲና ናይ ሕማቕ ጽልዋ? ስለዚ እዛ ቪድዮ እዚኣ ንኽንፈራረድ ዘይኮና ነብስና ንኽንፍትሽ ቀዳመይቲ እዛ ቪድዮ ናብቲ እቶም ኣሰብኡት ነንስትና ኣብ ንዕዐን ብዝጥምት መንገዲ ንነብስና ቸክ ንክንገብር እተን ደቂ ኣንስትዮ ድማ ኣብዚ ጥር ኢልካ ፍርዲ ናብ ገለን ዘይኮነ ንስኻትክን እውን ምግንዛብ ንክትገብራ ገለገለ ነጥብታት ንክልቲኡ ፆታ እውን ዝትንክፉ ስለ ዝኾኑ ሶ እታ ኣርስቲ ኣገይን እታ ኣፍቃሪትካ እታ ሰበይትኻ እታ በዓልቲ ቤትካ ሕጉስቲ ድያ ዘላ ምሳኻ ወላ ኣይኮነትን ብኸመይ ክንፈልጥ ንኽእል የስ ሕጉስቲ ዲኺ ምሳይ ኢልካ ክትሓታ ትኽእል ኢኻ እታ ዝቐለለት ወላ ሓንቲ ፀገም የብሉን ግን መብዛሕቲ ግዜ ብኣፍና ዝወፅእ መልሲ ሓሶት ክኸውን ይኽእል እዩ ብዙሕ ግዜ እዮም ሰባት ንካልኦት ሰባት ንኸይጎዱ ኢሎም ዝሕሱ ወይ ከዓ ዘይቅኑዕ ነገር ወይ ነቲ ሓቂ ሸፊኖም ክኸዱ ዝመርፁ ተግባር ግን እቲ ዝበለጸ መልሲ ኣካላትና ይኹን እቲ ካልእ ተግባራዊ ንገብሮ እቲ ዝበለጸን ቅኑዕ መልስን ኣብኡ ኢና ንረኽቦ ስለዚ እዘን ናይ ሎሚ ንርእየን ኸኣ ንኸም እየን ክሕግዛና ሶ ፖይንት ናምበር ዋን መቸም ነዛ ጓል ኣንስተይቲ ምሳኻ ዘላ ካብቲ መጀመርያ ምሳ ክትላለ ዝገበረካ ቆላሕታ ክትገብረላ ክትጥምታ ዝገበረካ እንተሎ እንታይ እዩ መልክዓ እዩ ነይሩ ስለዚ መልክዓ ኣብቲ ግዜ እቲ ስለ ዝሰሓበካ ኢኻ ዝበዝሐ ግዜ ምስታ ጓል ምስታ ሎሚ ኣምሳኻ ዘላ ሰብ ክትላለን ፍቕራዊ ህይወትን ሓዳርን ክትምስርት ክኢልካ። So ኣብቲ ግዜ እቲ ዝነበረቶ መልክዓን ሎምንሲ ከመይ ኣሎ? መልክዓሲ ምሳኻ ካብ ትራኸብ ምሳኻ ህይወታ ካብ ትጅምርሲ ከመይ ኮይኑ? እቲ ዝቐለለ መዐቀኒ ማለት እዩ። ኩሉ ስለ ዝርእዮ ኦኬ ሕጂ ምሳይ ብሓደ ዓሰርተ ዓመት ጌርናዮ ንዓሰርተ ሓሙሽተ ዓመት ጌርናዮ ከም ቀደም ከይትህሉ ትኽእል እያ ክትብሉ ትኽእሉ እዮም ፋይን ይርዳኒ ግን ብሓፈሻ ካብ ምሳኻ ትኸውን ትመልክዓ መጀመርያ ንኣብነት ክልተ ሰለስተ ዓመት ሓሙሽተ ዓመት ዝገበሩ ብዙሓት ሰባት ክህልዉ ክእሉ እዮም መልክዕ ናይ ሰብ ኣብ ሓሙሽተ ዓመት ናይ እርጋን ምልክት ከርኢ ኣይክእልን እዩ እንታይ እቲ ሰብ ሕጉስ ኣሎ ደየለን ኣካላትና እቲ ቀዳማይ ስእሊ እዩ ሕጂ ብዚ ክዛረብ ከለኹ ናይ ጥዕና ቦቱ ናይ ጥዕና ነገር ንግደፎ ምክንያቱ ጥዕናዊ ንመልክዕ ከብል ስለ ዝኽእል ብሓፈሻ ግን ምሳኻ ካብ ትኸውን መልክዓ ፀቢቑ ዶ ተበላሽዩ እታ ቀላል መልክቲ ሕቶ እዚኣ እያ ምሳኻ ካብ ትቀርብ እዛ ሰብ እዚኣ መልክዓ እናጸበቐ ድዩ እናተባላሸወ ከይዱ ኣነ ናተይ ኣብነት ክህብ ብዘይ ቀልዓለም ኣብቲ ምሳይ ካብ ንላለ ዝጉዕዞ ካብ ንጅምሮ መሊሳ ዝጸበቐት ኮይኑ ዝስምዓኒ ንዓይ ኩሉ ግዜ ካብቲ ቀደም መዓልታዊ እናጸበቐት ትኸይድ ዘላ ኮይኑ ይስምዓኒ ስለዚ ብናተይ መዐቀኒ ንዓኪ ሓተትኩ ኣብቲ ሂወትሲ ጽቡቕ ኣላ ዝብል ስምዒት እውን ኣለኒ ማለት እዩ ነፍሲ ወከፍና ድማ ንበዓልቲ ቤትና ክንሪኣ ኣለና። መብዛሕተን ደቂ ኣንስትዮ ብዘይቀልዓለም ኩለን ጽቡቓት ክኾና ይደልያ እየን። እንተኾነ ግን ነቲ ጽባቐኣ ዘድንቐላ ወይ ከኣ ነቲ ጽባቐኣ ከተስተማቕሮ ትኽእለሉ ዕድል ተስኢና ክስልችዋ ይኽእል እዩ። እንታይ ንማለት እዩ እዚ? መጀመርያ ክትላለያ ከለኻ ነዛ ጓል ሻሂ ተስትያ፣ ተውጽኣ ገለ መለ ገለ ነይርካ። ምሳኻ ምስ ኮነት ነዚ ኩሉ እንድሕር ገዲፍካያ ክዳን ክትቅይር እውን ዕድል ዕድል ዘይትረክብ እንድሕር ኮይና ብፍላይ ወሊዳን ዘቢታን እንተላ ማለት እዩ እዚ ነቲ መግናህታ ኣካላታ ክትርስዖን ክትድርብዮን ክገብራ ይኽእል እዩ። በንጻሩ፣ ቀጻሊ ምሳኻ ሒዝካያ ትወጽእ እንድሕሪ ኮይንካ ወይ ከኣ ብፕሮግራም ትወጽእ እንድሕሪ ኮይንካ፣ ነብሳ ንኽትከናኸን ንስኻ ዘይኮንካስ እቲ ከባቢ እዩ ዝእዝዛ። ንሳ ድማ ጽብቕቲ ክትከውን ኩሉ ግዜ ስለ እትደሊ ጓል፣ ነብሳ ንምክንኻን ግዜ ክትገብር ትኽእል እያ። so ኣወዳት ኣብዚ ዓቢ ጽልዋ እዩ ዘለና እዚ ሕጂ ኣብ መልክዓ ጥራይ ንብል የለን ኣከዳድና ድማ ቀደም ኣስ ክዳን ሓድሽ ምግዛእ ጥራይ ዘይኮነስ ወይ መዓት ገንዘብ ኣብ ሓዳር ይኹን ኣብ ጉዕዞ ብዙሕ ገንዘብ ኢንቨስት ንገብር ኢና ግዜና ኢንቨስት ንገብር ኢና እቲ ሕቶ እቲ ናትካ ኢንቨስትመንት እንታይ ዓይነት ጽልዋ ይፈጥር ኣሎ ኣብዛ ጓል ኢና ንብል ዘለና ነብሳ ከመይ ኣሎ ኣከዳድናኣ ከመይ ኣሎ ስታይላ ከመይ ኣሎ ኩሉ እዚ ኣገዳሲ እዩ ንዓኻ ቀደም ይስሕበካ ነይሩ ኣብዚ ግዜ እዚኸ በከዳድንኣ በካያይዳኣ በመሻሽጣኣ ብኹሉ ነገርሲ ትስሕበካ ዶ እቲ ሕቶ ኣገይን ኣነ ኩሉ ግዜ ተመክሮይ ከካፍል ስለ ዝደሊ ንዓይ እቲ ካብቲ ቀደም ዝበለጸ ስታይል ሎሚ ዘለዋ ኮይና ትስምዓኒ ማለት እዩ መልክዓ ይኹን ፎርማ ኣከዳድና ኩላ ካብቲ ቀደም ኣነ ዝፈልጣ ኣጸቢቃ ሕጂ ትበልጽን ሕጂ ሰሓቢትን ማራኺትን ኮይና ትስምዓኒ ኣይ ሆፕ ንኣኻትኩም ውን ከምኡ ዝስምዓኩም ክህሉ ከምኡ ዘይስምዓኩም እንተሎ ነቐፌታ ማለት ኣይኮነን ካብ ሎሚ ጀሚርና ካብ ሕጂ ጀሚርና እቲ ዘድልየና ንኽንገብር ጻውዒት እዩ እዚ ምኽንያቱ ነፍስና ምፍታሽ እውን ስለ ዝኾነ ማለት እዩ እዚ ሕጂ ከም ንሪኦ ዘለና ክንድዚ ኢንቨስት ገይረ ካብቲ ግዜ እቲ ካብ ዕለት ሓደ ክሳብ ሕጂ ዘሎ ግዜ ድማ ዓሰርተ ክልተ ሽሕን ተስዓን ኣርባዕተን ፍራንክን ወሊዱ ብፐርሰንተጅ ክረኣ ከሎ ሰላሳን ሓደ ነጥቢ ሽዱሽተ ከም ዝወለደ ይሕብረኩም ይደሊ። ከምኡ እውን ኣካላታ ቦዲ ናታ ቅርፂ ኣካላታ ከመይ ኣሎ ከም ዝበልክዎ ደቂ ኣንስትዮ ኣካላተን የገድሰን እዩ፣ ቅርጸን የገድሰን እዩ። እንድሕሪ ኣተባቢዕካየን፣ ኩሉ ግዜ ነቲ ኣካላተን ንኽከናኸና እንድሕሪ ጌርካየን፣ ነብሰን ይከናኸና፣ ነብሰን ከልዕላቕላ እየን። ኣነ ሕጂ ንቲቲ ኣካላታ ክትከታተል የዘኻኽራ እየ። ሰሙን ምሉእ ስፖርት ዘይገይረ ናይ ግድን ፑሽ ይገብራ እየ። ድቃስን መግብን ከበላሽወኪ እዩ ነብሲ ክብላ። ምኽንያቱ ስጡም ኣካላት ዘለዎ ሰብ ጥዕንኡ እውን ዝበለፀ ክኸውን ስለ ዝኽእል ኢለ እየ ዝኣምን ኣነ ስለዚ ኩሉ ግዜ ንስኻ ኸ ኣብቲ ሕብሪ ገፃ ቆርበታ ኣካላታ ስታይላ ፀጉራ ኩሉ ኣብኡ እንታይ ደገፍ ትገብረላ ኣነ ዝከኣለኒ ሓበሬታን ሓግ ሓሳባትን ከምኡውን ምትብባዕ ዝያዳ ምትብባዕ ካባይ ንላዕሊ ሓሳባት ኣለዋ ምትብባዕ ግን የድልያ ካልኣይቲ ነጥቢ እዚ ሕጂ ኣካላታ ንርፀን ኢና ሕጂ ኣብ እንታ ሽሙ ክንርኢ ኢና ሕጂ ኸኣ ቢሄቪየር ወይ ከኣ ሳይኮሎጂካል ፊዚካል ኢና ንርኢ ጸኒሕና ሳይኮሎጂካል ኸኣ ሕጂ ናይ ኣእምሮኣ ነገር ክንርኢ ኢና መብዛሕትኡ ግዜ ምሳኻ ካብ ትጅምር እዛ ሰብ እዚኣ እንታይ ዓይነት ለውጢ ከተርኢ ክኢላ እንታይ ማለት እዩ እዚ ቅድሚ ምሳኻ ምርካባ እንታይ ዓይነት ኣተሓሳስባ ነይርዋ ሕጂ ከ እንታይ ዓይነት ኣተሓሳስባ ኣለዋ ንላዕሊ ዶ ኸይዳ ንታሕቲ ወሪዳ እዚ ውን ኣገዳሲ ነጥቢ እዩ ኣገይን ኣነ ኣብ ነብሰይ ክሪኦ ከለኩ ቲቲ ቀደም ዝፈልጣን ሕጂ ሰማይን ምድርን ፍልልይ ኣለዋ ኮይኑ እዩ ዝስምዓኒ ዓቢ ለውጢ ኣብ ኣተሓሳስባ ኣብ ኣካይዳ ኣብ ፍልጠታ ኣብ ልቦናኣ ጌራ ኮይኑ ይስምዓኒ ንዓይ ንዓይ ይስምዓኒ እዩ እዚ ንስካ ከኣ ከምኡ ነታ ምሳካ ዘላ ሰብ ከመይ ኣላ ኣተሓሳስባ ከመይ ትኸይድ ኣላ ኣብ ደረጃ ንቕሓታ ትመሃር ዶ ምሳኻ ካብ ትኾን እንታይ ፍልጠት ወሲዳ እንታይ ኮርስ ወሲዳ ተተባብዓ ዶ ከ ከምኡ ክትወስድ ኣተሓሳስባ ይኹን ኣብ ካልእ ነገራት እንታይ ደረጃ በፂሓ ነዚ እውን ነብስና ቸክ ክንገብር ብመንፅሩ ምክንያቱ ሰባት እንተዘይዓብዮም ይድቆስ እዮም እዚኣ ከነስተብለላ ኣለና ተፈጥሮ ኩሉ ግዜ ከምኡ ተሰሪሑ ዘይዓቢ ነገር ኩሉ ይመውት እዮም ዝብሉ ስለዚ ናይ ሓደ ሰብ ሓጎስ ኩሉ ግዜ ኣብ ዕቤት ናቱ ኣብ ደረጃ ለውጢ በተሓሳስባ ብፍልጠት ብኩሉ ነገር ክዓቢ ከሎ ኩሉ ግዜ ሓጎስ ኣለዎ ጠጠው እንድሕር ኢሉ ኣብ ኩሉ ግን ንታሕቲ ገፁ እናተደቑሰ እዩ ዝኸይድ ስለዚ ተኽሊ ንላዕሊ እንተዘይዓብያ ክትሓርር ምዃና እዩ። ስለዚ እዚኣ ሳኻ እታ ምሳኻ ዘላ ጓል ከመይ ከም ዘላ ነፍስና ቸክ ንገብር። ኮንፊደንስ ናታ ርእሰ ምትእምማን ናታኻ ከመይ? ርእሰ ምትእምማን ካብ ብዙሕ ነገራት እዩ ዝመጽእ። ንሰባት ገለ ነገር ክገብሩ ከለዉ ንክመሃሩ ተተባብዖም እናተምሃሩ እናፈለጡ እናሓየሉ ምስ ከዱ ርእሰ ምትእምማኖም እናሓየለ እዩ ዝኸይድ። እዛ ሰብ እዚኣ ምሳኻ ካብ ትቐርብ ምትእምማን ናታ ኮንፊደንስ ናታ ከመይ ኣሎ? እዚ እውን ቸክ ክንገብሮ ኣለና። ኣገየ ኣነ ናብታ ኣብ መናብርተይ ክርኾ ኣለኹ ብዙሕ ኮንፊደንስ ዝገበረት ኣተሓሳስባ ዝሓየለ ኮይኑ ይስምዓኒ ንዓይ ማለት እዩ ነፍስና ድማ ክንፍትሽ ተይገብር ከምኡ ኮሚኒኬሽን ኮሚኒኬሽን ኢዝ ቨሪ ኢምፖርታንት እንታይ ዓይነት ናይ ምርኻብን ናይ ምዝራብን ናይ ምዝታይ ክእለት ኣለካ ወይ እንታይ ዓይነት ኣዘራርባ ጥበብ ኣለዋ ምሳኻ ምሳኻ ክትዛረብ ከተዕልል ክትስሕቕ ክትፃወት ትደሊ ዶ ወይስ ምስ ካልኦት ጥራይ እያ ትደሊ? ሓደ ዓቢ ኣብነት እዩ። ሓንቲ ሰብ ምስቲ ሓዳራ እንድሕር ሕጉስቲ ዘየላ፣ ኩሉ ግዜ ሓጎስ ካብ ካልእ እያ ትደልዮ። እዚ ማለት ካብ መሓዙታ፣ ካብ ቤተሰባ፣ ካብ ኣሕዋታ፣ ካብ ስድራቤታ፣ ካብ ቀረብታ እያ ትደልዮ። ስለዚ ምናልባት ሓዳር ካባኻ ክትፍላይ ትደሊ እንትኸውን፣ ግን ሓጎስ ካባኻ ስለ ዘየለ ኣብ ካልእ ተማዕድዎ ክትህሉ ትኽእል እያ። እዚኣ እውን ዓባይ ነገር እያ። ከምኡ ብዙሕ ግዜ ዕላል ናትኩም ከመይ እዩ? ምርድዳእ ናይ ሓዳርኩም ክብረት ዘለዎ ድዩ ዋላ ነቐፌታ በኣሲ ፀርፊ እዚ ኩሉ ግዜ ጉዕዞ ሓዳር ጉዕዞ ፍቕሪ ምስሕሓብ ምግርጫው ዘይምርድዳእ ክህሉ ንቡር እዩ ናይ ግድን እዩ ክህሉ ከምኡ ግን ኣየናይ ይበዝሕ እዩ ትሕቶ ዝበዝሐ ግዜ ዲኻ ትገራጮ ዝበዝሐ ግዜ ትሰማማዕ ተዕልል ትስሕቕ ትጻወት ሶ ባላንስ ናቱ ከኣ ኣለዎ ዶ እዚ እዚ እውን ሓደ ዓብዪ ኣንፈት እዩ ኣብቲ ህይወትካ ኣብቲ ጉዕዞ ሓዳርካ ኣብቲ ጉዕዞ ፍቕርኻ ከመይ ከም ዘላ እታ መጻምድትኻ ብዙሕ ግዜ ምሳኻ ክትዕልል ዘይትደሊ ምስ ካልኦት ጥራይ ክትዛረብ ትደሊ ምሳኻ ዘይትስሕቕ ምሳኻ ግዜ ከተጥፍእ ዘይትደሊ እንተኾይና ሕጉስቲ ከም ዘየላ ምልክት እዩ እዚ ምክንያቱ ሰባት Actually ቀሌልቲ እዮም ሰባት ኣብ ዘሐጉሶም ብዙሕ ግዜኣዊ እዮም ክህልዉ ዝደልዩ ምስ ዘሐጉሶም ሰብ ምስ ዘስሕቆም ምስ ዘዛንዮም ምስ ዝምህሮም ምስ ዝጠቕሞም ሰብ ግዜ ከጥፉ ይደልዩ እዮም ኩሎም ዓይነት ሰባት ስለዚ ኩሉ ግዜ ከተስሕቃ ኩሉ ግዜ ከተብላ መሰል እዚ ዝከኣል ነገር ኣይኮነን እንታይ ደኣ ንስኻ ተበግሶ ክትገብር ሰባት ንኸተሐጉሶም ንስኻ ተበግሶ ኢኻ ክትገብር ትኽእል እምበር ዝያዳ ሰባት ሕጉሳት ክኾኑ ናቶም ሓላፍነት እዩ። ንሳ ናታ ሓላፍነት እዩ ውሽጣዊ ሓጎሳ ንክትፈጥር። እንተኾነ ምሳኻ ክትዕልል ከላ ሓጎ ናይ ምርድዳእ ናይ ዕቤት ናይ ናይ እንታይ ዓይነት መንፈስ እዩ ዘለዎ ኢና ንዛረብ ዘለና። ነፍሲ ወከፍ ትዛረበሉ ምስሕሓብ ጌጋ እንታይ ገበረ እንታይ ተገበረ እንታይ ኮነ ምስሓሓብ ድዩ ወይስ ናይ ምርድዳእ መንፈስ ኣለዎ ኢና ንብል ዘለና። ስለዚ እዚኣ እውን ከነስተውዕለላ ኣየተሓሳስበዋን ሰከም ኦኬ ኦልራይት ንቐፅል ኣለና ካልእ ሰክሽዋሊ ዝኻ ሓዳር ፍቕሪ ኩሉ ግዜ ፆታዊ ርክብ እውን ኣገዳሲ ባእታናት እዩ ሓደ ዓበ ምልክት ድማ ይሱ ኣብቲ ሓዳርካ ኣብቲ ጉዕዞ ፍቕርካ ከመይ ኣለኻ ፆታዊ ርክብ ክትገብር ትደልዶ ምክንያቱ ሰባት ተባይሶም ከለዉ ኣሎ እንድዩ ግን ብዙሕ ግዜ ዝጋራጮን ዝሰሓቡን ተኾይኖም ኣብ ዓራትውን ብዙሕ ጽቡቅ ርክብ ክህልዎም ኣይክእልን እዩ ስለዚ ከመይ ኣላ ኣብዚ ሕጂ ርክብ ኣለኩም ዶ ክትራኸቡ ትደልዩ ዶ ጠቕላላ ኣብ ጾታዊ ርክብ ርክብ ዘይብሉ ሓዳር ምስ ግዜ ምፍራሱ ወይ ከዓ ሓጎስ ክህልዎ ኣይክእልን እዩ ምኽንያቱ ክልተ መፃምድቲ ብሓደ ምህላው ታራ ናይ ዓራት እውን ኣገዳሲ ስለ ዝኾነ ስለዚ እዚ ካበይ ደረጃ ኣሎ ኣብ ከክንደይ ትራኸብ ክትራኸብ ከለኻ ክትሕጎስ ዶ ዕጋበት ከለዎም ዶ ተትዓግብ ድያ ሕጉስቲ ምዃና ትሕብር ድያ ብቓላታ ድዩ ብኣክሽናታ ድዩ እንታይ ምልክት ትህብ እዚ እውን ኣገዳሲ ሓደ ሓደ ግዜ እውን ዘይዝረበሉ ግን ምንጪ ናይ ብዙሕ ምስሕሓባት ኣብ ሓዳርን ኣብ ፍቕርን እውን እዩ። ምናልባት ሸለል ኢልና ንርእዮ እንተለና ኣብ ሎ ኣብ ነዊሕ ግዜ ነቲ ሓዳርና ዓቢ ጽልዋ ነቲ ፍቕርና ዓቢ ጽልዋ ክኸውን ዝኽእል እዩ። ስሜታት ናይ ጓል ተጎሲዩ ይኸይድ እንተሎ ኣብ ነዊሕ ግዜ ተፈንጂሩ ዘይተደልየ ጸገም ክፈጥር ስለ ዝኽእል ብኣግኡ ዲስከስ ጌርካ ክትፈትሖ ምፍታን ኣገዳሲ እዩ ቀፂልና ድማ ፋይናንሽል ኢኻ ክንርኢ ኢና ፋይናንሽል ክንብል ከለና ቁጠባ መጀመርያ ክትረኽባ ከለኻ ምዕብል ዓለም ተላ እዛ ሰብ እዚኣ ከመይ ነይራ ዘይገድስ ደረጃ ናይ ቁጠባ ድሌታታ ትገብር ነይራ ዶ ኩሉ ነገራታ ሲ ንኣብነት ምሳኻ ምስ ትኣቱ ሲ ካብ ትራኸብ ምሳኻ ካብ ትኸውን ሲ ብስኻ ዝበልካዮ ጥራይ ድያ እቲ ቁጠባ ናታ ክትቆፃፀሮ ትደሊ ዋላስ ብድሌታ እያ ዝደለየቶ ክትገዝእ ትኽእል ዶ እዚ ክንብል ከለና ኦፍኮርስ ደቂ ኣንስትዮ ብፁዕ ነገር የድልየን እዩ እዚ ከዓ ንጅባ ናይ ሰብኣይ ከፍርስ ዝኽእል ምዃኑ እውን ምጥንቃቕ የድሊ እዩ ግን ብሓፈሻ እታ ጓልሲ ድሌታታ መሰረታዊ ድሌታታ ትደልዮስ ትረኽቦ ትኽእል ድያ? ብዘይ ጸገም ክትረኽቦ ትኽእል ድያ? ወይስ ኩሉ ግዜ ንነፍሲ ወከፍ ነገር ኣመና ክትደክምን ክትልምንን ክተብልን ኣለዋ? ስለዚ ኣብ ደረጃ ቁጠባ ከመይ ኣላ? ካብቲ ቀደም ዝነበረቶ ታሕቲ ዶ ወሪዳ ወይስ ካብቲ ዝነበረቶ ንላዕሊ ከይዳ? እዚ እውን ኣገዳሲ ባእታ እዩ። ምኽንያቱ ብፍሉይ ክንሓስበሉን ከነስተውዕለሉን ክንዛረበሉን ከምኡ ድማ ቸክ ክንገብሮን ዘለና እዩ። እቲ ዕላማ ኣብዚ እንታይ እዩ? ብሓደ ምንባርና ካብ ዘይተረፈ ስለምንታይ ጽቡቕ ክኸውን ዘይንጽዕር? ሓዳር ሓደ ዓቢ ኢንቨስትመንት እዩ። ፍቕሪ ሓደ ዓቢ ናይ ግዜኻ፣ ናይ ጉልበትካ፣ ናይ ኣተኩሮኻ፣ ናይ ገንዘብካ፣ ናይ ኩሉ ዓቢ ወፍሪ ኢኻ ትገብረሉ። ስለዚ ምውፋርካን ምጽዓርካን ምድካምካን ዘይተርፈካ ዝበለጸ ንክኸውን ክትጽዕር ክትክእል ኣለካ። እዚ ንክኸውን ድማ እታ ምሳኻ ትነብር ሰብ እታ ዝበለጸት ክትኮኖ ትኽእል ንክትከውን ከነተባብዓ ክንድግፋ ኩሉ ዝከኣለና ክንገብረላ እንተኽኢልና ዝበለጸ እዩ። ኣነ ከምኡ ይምንቶ ናተይ እታ ምሳይ ዘላ ሰብ እታ ዝበለጸት ክትኮኖ ትኽእል በተሓሳስባኣ በካያይዳኣ ብኣካላታ ብቁጠባኣ ብዝኾነ ይኹን ደረጃ እቲ ዝበለጸት ንሳ ኣብ ህይወታ ክትኮኖ ትኽእል ዝነበረት ንኽትኮኖ ከተባብዓን ክድግፋን ዝከኣለኒ ክገብርን እየ ዝደሊ እዚ እንድሕር ጌርና ንዕኦም ጽቡቕ ንገብር ዘለና እዩ ዝመስለና እምበር ተገንጢሉ ንዓና እዩ እቲ ጽቡቕ ንመጻምድትኻ ጽቡቕ ምግባር ተገምጢሉ ንዓኻ እዩ ጽቡቕ ምኽንያቱ እቲ ቀጥታ ዝበዝሐ ግዜ ምሳኻ ዘጥፍእ ሰብ ሕጉስ ተኾይኑ ንስኻ ሕጉስ ክትከውን ኢኻ እንታይ ይብሉ ሃፒ ዋይፍ ሃፒ ላይፍ ይብሉ ተዛረብቲ ሕጉስቲ ሰበይቲ ሕጉስ ሓዳር ሕጉስ ሰብኣይ ሕጉስ ሓዳር ማለት እዩ ስለዚ ዳይረክትሊ ብተዘዋዋሪ ወላ ብቐጥታ እንተዘይኮነ ክትሕጎስ ንስኻ ተሓጓሕት ሓዳርካ እቲ ህይወትካ ሕጉስ ክኸውን ነቲ መጻምድትኻ ንክሕጎስ ኩሉ ዝከኣለካ ምግባር ኣገዳሲ እዩ ተገምጢሉ ናባኻ ስለ ዝመጽእ ስለዚ እዛ ናይ ሎሚ ቪድዮ ብዙሕ ካብ ተመክሮ ናተይ ካብ ናተይ ናይ ቲትናን ኣብ ጉዕዞ ህይወትና ንጥቀመሉን ዝርእዮን እሞ ድማ ንካልኦት እውን መዘኻኸርን ሓጋዝን ክኸውን ይኽእል እዩ ዝበልክዎ እየ ከሰጋግር ፈቲነ ንኩልና ድማ ብዓይኒ ፍርዲ ብዓይኒ ምስሕሓብ ብዓይኒ ኣነ ዶ ከምዚ ዶ ዘይኮነሲ ልብና ከፊትና ንለውጢ ኢልና ነዚ ነገር ተጠቂምና ፀገማት ዘለና ወይ ጉድለታት ዘለና እንተ ፅቡቕ ኣለና ነፍስና ጣቂዕና ክንቅፅሎ ምክንያቱ ሓዳር ናይ ሂወት ጉዕዞ እምበር ናይ ሰሙናት ናይ ኣዋርሕ ጉዕዞ ኣይኮነን ስለዚ እቶም ፅቡቕ ዘለና ክንነብስና ኣኽቢርና ጣቂዕናን ክንቅፅል እቶም ቁሩብ ቁሩብ ጉድለት ዘለና ድማ መኣረምታ ክትኮነና ምክንያቱ ነገራት ክዕረ ቀሊል ስለ ዝኾነ ካብ ንዘለካ ነገር ደርቢኻ ካልእ ምጥማት ንዘለካ ነገር ኣፀቢቕካ ሕጉስ ኮይንካ ምንባር ይቐልል ስለዛ ቪድዮ ድማ ንከምፅኦ ትሕግዝ ኢለያ ገይረያ እንተ ፈቲኹማ ላይክ ሃብዋ ታሕቲ ላይክ ረሙላ ናብ ካልኦት ክትባጻሕ ናብ ሓውኹም ናብ ሓፍትኹም ሼር ግበርዋ ምናልባት ክትጠቕሞም ስለ ትኽእል ናትኩም ርኢቶ ናትኩም ሓሳብ ተወሳኺ ፍልጠት ከምኡ ውን ፊድባክ ናትኩም ምትብባዕ ኣብ ኮሜንት ሰክሽን ክጽበየኩም እየ እናበልኩ እዛ ኣርእስቲ ብዚ ክውድየ ኣብ ካልእ ኣርእስቲ ኣብ ሓጺር ግዜ ክሳብ ንራኸብ ደሓን ኩኑ እብለኩም ሰሰናዩ ንዓኹም

እዚ ሕጂ ከም ንሪኦ ዘለና ክንድዚ ኢንቨስት ገይረ ካብቲ ግዜ እቲ ካብ ዕለት ሓደ ክሳብ ሕጂ ዘሎ ግዜ ድማ ዓሰርተ ክልተ ሽሕን ተስዓን ኣርባዕተን ፍራንክን ወሊዱ ብፐርሰንተጅ ክረኣ ከሎ ሰላሳን ሓደ ነጥቢ ሽዱሽተ ከም ዝወለደ